ሰላም ሰላም ክቡራት ተኸታተልቲ ናይዛ ቻናለይ ከመይ ቀኒኹም ከመይ ኣለኹም ሎማዓንቲ ከዓ ፍልይ ዝበለት ቪድዮ ሒዘልኩም መፅየ ኣለኹ ናይ ሎማዓንቲ ቪድዮ ከመይ ጌርና ናትና ኦንላይን ስቶር ብዘይ ገንዘብ ብዘይ ዝኾነ ነገር ጥራይ ግዜና እዩ ዘድልየና እምበር ብነፃ ከመይ ጌርና ኦንላይን ስቶር ከፊትና ከም ንሸይጥ ካብ ዝኾነ ሰብ ክገብሮ ዝኽእል እዩ ምህርቲ የድልዮን እዩ መጀመሪ ነፃ እዩ ወላ ሓንቲ ነገር ትኸስሮ ነገር የብልካን ስለዚ ኣዝዩ ኣዝዩ ጽቡቕ ዕድል እዩ ጽቡቕ ኣፖርቹኒቲ ኢለ ኣነ ዝሓስብ ምስ ፈለጥኩ ብጣዕሚ ኤክሳይት ኮይነ ንዓኹም ከዓ ሸር ክገብረኩም እንታይ ኣሎ ከፍልጠኩም ስለ ዝደሊ ሕዚያ መፅታ ቪድዮ ኣይሆፕ ክትፈትውዎ ክንነብረሉ ንኽእል ገንዘብ ከዓ ክንረክብ ንኽእል ኢና ኢለ ዝሓስብ ኣትናብሮም ንምርሑ ሰባት ከዓ ኣለዉ ስለዚ ኣቲ ክፈልጦ ኢለ ዝሓስቡ ነገራት ኣሎ እና ሎማዓንቲ ግን እቲ መጀመሪኡ እንታይ እዩ ከመይ እዩ ከመይ ጌራ ከፊተዮ እየ ሎማዓንቲ ከርእየኩም ድሕሪ ካብ ብቑርጠይ ኢንተረስት ትኾንኩም ከርእየኩም እየ ብሓፈሽኡ እዚ ስራሕ ፕሪንት ኦን ዲማንድ እዩ ዝበሃል ፕሪንት ኦን ዲማንድ ከዓ ከመይ ማለት እዩ ንስኻ ናትካ ዲዛይን ትገብር እሞ ዓለም ኩሉ ነገር ኣብቲ ማልያ ድዩ ኣብቲ ኩባያ ድዩ ኣብቲ ኣንሶላ ዝኾነ በቃ ዝደለኻዮ ንስኻ ማለት እዩ ኣብቲ ዝመረፅካ ክርእየኩም እየ ብትኹም ትሪኣት ኣብኡ ንሶም ሰብ ኦርደር ምስ ገበሮ ዲዛይን እቲ ናትካ ዲዛይን ዝገበርካዮ ኣፕሎድ ምስ ገበርካዮ ዳይሬክትሊ ኣብቲ ናቶም ዌብሳይት ይመፅእ እሞ ኩሉ ነገር ባዕሎም እዮም ዝገብሩካ ማርኬቲንግ ካብኡ ሰብ እቲ ሰብ ስራሕካ ፈትዎ እንድሕር ክገዝኣ ወሲኑ ኦርደር ምስ ገበራ ንሶም ነቲ ንኣብነት ማልያ ንበሎ ነታ ማልያ ባዕሎም ፕሪንት ገይሮም ሽፕ ገይሮም ይሰድሉ ናብቲ ዝደለዩ ቦታ ናብቲ ኣብ ዝኾነ ኣብ ዘለዎ ዓዲ ይሰድሉ ማለት እዩ ካብኡ ንስኻ ናይ ሰራሕካያ ማለት እዩ መክሰብ ንሶም ናይ ዝሰርሕዎ ናይ መጓዓዝኦም ኩሉ ቆሪሶም እቲ ዝተረፈ መክሰብ ከዓ ንዓኻ ይሰድልካ ማለት ስለዚ ብጣዕሚ ኣዝዩ ፅቡቅ ፅቡቅ ዕድል እዩ ኣነ ብጣዕሚ ኤክሳይድ ኮይነ ዘለኹ ብምሉኡ እቲ ስቴፕ ባይ ስቴፕ ከርእየኩም እያ እዚ ኮምፒተር ኣትየ እቲ ስቶሪ ይኸፍቶ ከመይ ገይረ ኣፕሎድ ገብሮ እቲ ማልያታተይ ኩሉ ከመይ ገይረ እቲ ዝደለኹዎ ነገር ኣፕሎድ ይገብሮ ኣብቲ ዌብሳይት ናተይ ስቶር ከዓ ከመይ ገይረ ይኸፍት ሓራይ እምበኣር ስክሪነይ ከፊት ኣለኹ ኣብ ጎግል ክሮም ኣት ኣለኹ ማለት እዩ ኣብ ዝኾነ ትኣት ጎግል ክሮም ወይ ከዓ ሳፋሪ ተለኩም ከዓ ሳፋሪ ትኣት ወይ ኣብዚኣ ወይ ከዓ ኣብዚኣ ትኣትዉ ትኽእሉ ኢኹም። ኣብ ጉግል ክሮም ምስ ኣተኹ እንታይ ኢለ ሰርች ክገብር እየ እንታይ ኢለ ክደሊ እየ ማለት እዩ ቲ ስፕሪንግ ኢለ ክደሊ እየ ቲ ስፕሪንግ ኣብኡ ኮላ ምፅኣትለይ ኣላ ስፕሪንግ ዳት ኮም ዌብ ሰርች ንሄለ ኣካውንት እንድሕር ዘይብልና ሳይን ኣብ ኢና ክንገብር ደለና ማለት እዩ ኣካውንት ኣለና ሎግኢን ኢልና ንኣቱ እንድሕር ኣካውንት ዘይብልና ከዓ ሳይን ኣብ ንብል ማለት እዩ ስለዚ መብዛሕትና ኣብዚ ንዕዘብ ዘለና ሓድሽ ነውፃልና ኢለ ስለ ዝሓስብ ዘለኹ እዛ ሳይን ኣብ ቹዝ መሪፀ ኣለኹ ኢመይል ክህባ ኢና ናተይ ማለት እዩ ኢመይል ኣዋፃፃእ ዘይትፈልጦ ትኾንኩ ስርሐልና በላኒ ኢኽ ናብቲ ኮመንት ኣብኡ ክፅሕፈልክን እዩ ብጣዕሚ ቀሊል ነገር እዩ ትምህርቲ ገለ ዘድልዮ ይኮነን ኩላትክን ክገብሮ ትኽእላ ኢኽን ከምዚ ጥራይ ቡርቶ ዒልክን ኣይትሕሰባ እምበር ኢዚ ወላ ሓንቲ ከቢድ ነገር ኣይኮነን ማለት እዩ ስለዚ ኢመይል ከመይ ጌርካ ተውፅእ ስርሕልና በላኒ ኢኽን ድሕር ደይ ትኽእሉ ኮንክን ወይ ከዓ ሓንቲ ቪድዮ ስራሕ እኳ ነራ መጀመርያ ከመይ ጌርካ ዩቱብ ተውፅእ ትብል ኣብኡ እውን ከመይ ጌርካ ጂሜይል ናትካ ተውፅእ ምስኡ ሓዊሰ ብትቕድሚት ተዛሪበ ነረ ስቴፕ ባይ ስቴፕ ገሊፅ እየ ነረ ማለት እዩ በብመስርዕ ካብኡ እውን ክትሪኦ ትኽእል ኢኻ እንታ ቪድዮ ሊንክ ክገድፈልክኒ ኣብኡ ኣቲኽን እውን ከመይ ጌርካ ናትካ ጂሜይል ከም ተውፅእ ክትፈልጣ ትኽእላ ኢኽን ማለት እዩ ሕጂ ግን ጂሜይል ከም ዘለና ገይረ ሓሲበ ኣለኹ ጂሜይል ክገብረላ ኣብዚኣ ኢሜይል ትብለላ ጂሜይል ክፀፊ ማለት እዩ ናተይ ጂሜይል ክበአ

ፓስወርድ ምስ ሃብናያ ሜሳ ኮንፌርም ግበሮ ኣረጋግፅ እንዳትሉና ዘላ ኤግዛክትሊ ንዓ ትመስል ፓስወርድ ንደግም ማለት እዩ ብዚኣ ካብዚ ቸክ ንገብር ሮበርት ከይንኸውን ማእታን ኣይኮንኩን ኢለ ኣብዚኣ ራይት ክገብር እየ ማለት እዩ ካብኡ ሳይን ኣብ ክብል እየ ሳይን ኣብ ምስ በልኩም እዚአን ሰለስተ ምርጫ ሂባትና ኣላ ክሬት ኤንድ ሴል ትብላ ኣላ ትራክ ማይ ፐርቸስስ ኦርደር ካስተም ፕሮዳክት ትብል ኣላ ኣብዚኣ ሓድሽ ነገር ፈጢርና ንክንሸይጥ ማለት እዩ ኣብዚኣ ከዓ ዝገዛእናዮ ነገር ትራክት ክንገብር ክንቆፃፀር ተደሊና ማለት እዩ ኣብዚ ከዓ ኦርደር ካስተም ፕሮዳክት ትብል ኣሎ ማለት እዩ ንኣብነት ብሽምና እንድሕር ሓንቲ ማልያ ከነስርሕ ደሊና ከምዚኣ ግበሩ ለሊና ናትና ዲዛይን ንህቦ እሞ ኦርደር ክትገብር ትኽእል ማለት እዩ ካብዚኤን ሰለስቲኤን ሕጂ ንሕና እንታይ ኢና ሪኢና ዘለና ሓድሽ ነገር ፈጢርና ክንሸይጥ ማለት እዩ ዲዛይን ናትና ጌርናስ ክንሸይጥ ኢና ደልና ስለዚ እዚኣ እዚኣ ምስ ጠወቕኳ እዚኣ በሪያ ኣድልያ ኣላ ኮንቲኒ ክብላ ክቐፀል እያ ማለት እዩ ምስ ቀፀልኩ ሽዕኡ ኣባውት እዩ እንታይ ኢኻ ንዓኻ ድገልፀካ ኣለና ዊች ኦፍ ፎሎዊን ቤስት ዲስክራይብስ እዩ ይብለና ኣሎ ንዓኻ ዝገልፀካ እዩ ናይ ማርኬተር ዲኻ ኦላ ኮንተንት ክሬተር ዲኻ ዲዛይነር ዲኻ እንዳ ኣዘር ብለን ኣሎ ኣብዚኣ ዲዛይነር ገብራ ሞር ዲዛይነር ይገልፀልና ዝኽእል ኣም ቪዥዋል ኣርቲስት ሉኪን ቱ ዲዛይን ኤንድ ሰል ፕሮዳክትስ ማለት እዩ እዚ ዲዛይን ጌርና ክንሸይጥ ሓሲብና ዘለና ማለት እዩ ዘን ኮንቲኒ ክንብላ ኢና ማለት እዩ ኮንቲኒ ምስ በልና ሽዑ ሰሌክት ፕላትፎርም ፕሮሞት ዊዝ ዝብለና ኣሎ ኣብዚ ፕሮሞት ማለት ኣድቨርታይዝ ክንገብር ማለት እዩ ንኣብነት ከምዚ ኢለ ሰሪሐ ኣለኹ ኢለ ኣብቲ ናተይ ዩቱብ እንድሕር ዘርጊሐዮ ኣለኹ ከምቲ ሊንክ ገድፈልክን ዘለኹ ፕሮሞት ትገብሮ ኣለኹ ማለት እዩ ስለዚ ከምኡ ማለት እዩ ኣብ ምንታይ ኢና ኣብ ዩቱብ ዲና ፕሮሞት ክንገብሮ ንደሊ ኣብ ኢንስታግራም ኣብ ፌስቡክ ምክንያቱ ኣብ እቲ ስፕሪንግ ክነግረክ ንደሊ ማለት እዩ ኩሉ ማርኬቲንግ ባዕሎም እዮም ዝገብሩልካ ማርኬቲንግ ክብል ከለኹ ናብቲ ሰብ ኣድቨርታይዝ ዝገብርዎ ንሳቶም ንስኻ ወላ ሓንቲ ስራሕ ኣይትገብርን ኢኻ ባዕልኻ ዲዛይን ምስ ገበርካዮ ንሶም እዮም ናብቲ ሰብ ናብቲ ሰብ እቲ ንብረትካ ዘርእዩልካ ማለት እዩ ንኣብነት ማልያ እንድሕር ደልዩላ ሓደ ሰብ እዚኣ ከዓ ኣላትካ እንዳበሉ ናብቲ ናቱ ፔጅ የምፆ ማለት እዩ ንሱ ማርኬቲንግ ዝብሎ ዘለኹ ማለት እዩ መጀመርያ ግን እንታይ ደልዩ ዞም ቲ ስፕሪንግ ኣብቲ ስራሕካ ናይ ብሓቂ ሲሪየስ ዲኻ ናይ ብሓቂ ዲኻ ክትሰርሖ ደሊኻ ደለኻ እቲ ስራሕ ንክፈቱ ዲዛይን ካብ ክልተ ክሳብ ዓሰርተ ዲዛይን መጀመርያ ክትሸይጥ ኣለካ እሶም ከም ሲሪየስ ሸያጣይ ክሓስቡካ ትኮይኖም ማለት እዩ ስለዚ ነዘን ክልተ ዲኻ ክሳብ ዓሰርተ መሸጣ ንክትረክብ ኣብ ትዊተር ዲካ ኣብ ዘለካ ናትካ ፕላትፎርም ፕሮሞት ክትገብሮ ትኽእል ኢኻ ማለት እዩ ኣድቨርታይዝ ትገብሩ ከምዚ ኣለኒ ከምዚ ገዙ ተለኹም ከምዚ ዋላ ኮዳ ኣለውን ዲስካውንት ከምዚ ኣለኩም ኢልካ ተን መጀመርያ ሰል ስኻራን ትገብረን እሞ ካብኡ ንሶም ባዕሎም እቲ ማርኬቲን ይቐፅልዎ ማለት እዩ ብጣዕሚ ብዙሕ ሰብ እዩ ዝመፆም ኣብዚ ንስኻ ሓንቲ ምግባር የድልየካ ሓንሳብ ምስ ትጀመረት ናትካ መሸጣ ማለት እዩ ልዕሊ ዓሰርተ ሸውዓተ ሚልዮን ዝኾኑ ሰብ እዩ ቪዚት ዝገብሮ ማንዝሊ ማለት እዩ ወርሓዊ ስለዚ ብጣዕሚ ዓብዪ ፕላትፎርም እዩ ፅቡቅ ዲዛይን ወይ ከዓ ፅቡቅ እንድሕር ፅቡቅ ገይሩ ፅቡቅ ገይሩ እንድሕር ተረዲዕካ እዚካ ምዕባለ ክትረክበሉ ወይ ከዓ ናትካ ላይፍ ስታይል ክትቅይረሉ ትኽእል ፕላትፎርም እዩ ማለት እዩ ካብኡ ሕጂ ኣነ እዚኣ ክሓልፈ ኣነ ዩቱብ ስለ ዘለኒ ኣብ ዩቱብ ፕሮሞት ክገብሮ ኢለ ፕረስ ክገብራ ይኽእል እየ ግን ጀነራሊ ዘለክን ኣብ ፌስቡክ እንዲኽን ኣብ ገለ እብዚ ፕሮስ ክትገብሮ ትኽእል ኢኻ ማለት እዩ ዘን ኮንቲኑ ክብል ድሓን እዚ ኣውል ሓንቲ ከይበልኩ ክቕፅል እየ ማለት እዩ ኣብዚ ከዓ ሽም ናይቲ ስቶራይ ክመርፅ እየ ማለት እዩ እቲ ናትና ስቶር እንታይ ድና ክንፅውዕ ኢና ሽም ክንብ ኢና ኣብዚ ማለት ኣብዚ እንታይ ሉ ናይቲ ስፕሪን ናትካ ስቶር ኣብቲ ናቶም ውሽጢ ዌብሳይት ናትካ ስቶር ክትገብር የፍቅዱልካ እዮም ማለት እዩ ኣብቲ ኣነ ገዲፈልኩም ዘለኹ ሊንክ እንድሕር ሪኢኹሞ ክንኩም ኣቐዲመ ፖስት ዝገበርኩ ኣብቲ ናይ ኮሚትንት ማለት እዩ ናተይ ስቶር ኣብቲ ቅድሚት ፔጅ ኣብኡ ከፊተ ፅቡ ገይረ ድሓን ከርእየኩም እየ ኣብኡ ከፊተ ሰሪሕ እየ ኣለኹ ማለት ስለዚ ፅቡቕ ነገሩ ደስ ዝበለካ ዓይነት ስቶር ክሳብ ብዙሕ ዓይነት ስቶራት ክትከፍት ትኽእል ኢኻ ንኣብነት ናይ ቆልዑ ስቶር ጥራይ በይኑ ክፍቴቴልካ ናይ ቆልዑ ወይ ከዓ በቲ ናትካ ኒች ማለት እዩ ብዛዕባ ተፃወቲ ኩዕሶ እግሪ ዝኸውን ማልያ እንድሕር ሰሪሕና ወይ ከዓ ካልእ ማግዝ ዝኾነ ነገር ማለት እዩ ብዛዕባኦም ንዕኦም ዝምልከት ስቶር ክንገብር ንኽእል ኢና እዚ ንምንታይ ይጠቕመና እቲ ማርኬት ክንገብር ከለና እቲ መጀመርያ ሰብ ክንረክብ ከለና ኣብ ሓደ ዓይነት ሰብ ማርኬት ክንገብሮ ይሕግዘና ማለት እዩ ወይ ከዓ ብዛዕባ ዝኾነ ደስ ዝበለና ዓይነት ሰብ ኣብ ሓንጎልና ምስ ቀረፅና ናቱ ስቶር በይኑ ክንከፍተሉ ንኽእል ኢና ስለዚ ንከም ሸየጥቲ መጠን ብጣዕሚ ፅቡቅ ዕድል እዮም ዝህቡካ ዞም ቲስፕሪንግ ማለት እዩ ኣነ ሕጂ እዚያ ኤግዛምፕል ናትና ስቶር ኤሪ ኢለ ኣለኹ ክሬት ስቶር ኢለ ኣለኹ እዛ ናተይ ስቶር

ገይረሉ ኣሎ እውን እቲ ናተይ ፕሮዳክት ከዓ እቲ ናተይ ንብረታት ከዓ ኣብዚ እኒሀ ኣሎ ማለት እዩ በበይኑ ዓይነት ንብረት እየ ገይረ ዘለኹ ጎልፎ ኣሎ ማልያ ኣሎ ናይ ቆልዑ እውን ኣሎ ናይ ንእሽቶ ቆልዑ ቤቢ እውን ኣሎ እዚ ብላክ ላይፍ ማተር ድብል ማልያታት እውን ኣሎ ጎልፎ ኣሎ ዝተፈላለዩ ዓይነት ንብረት ማለት እዩ ከም ደስ ዝበለካ ኢኻ ዲዛይን ክትገብር ትኽእል እዚ ኣብ ምንታይ ትምህርቲትና ዲዛይን ንገብር ሕጂ ኣነ መብዛሕትኡ ኣብዚ ሪኢክኖ ኣስተውዒልክዮ እንተኾይንክን ኣብ ሃይኪን ዝብል ክሎዝ ገይረ ኣለኹ ወይ ከዓ ኣብዚ ናይ ካይን ዝብል ኣብዚ ከመይ ጌርካ ሰርች ትገብሮ እንታይ ዓይነት ፅሕፈት ትገብር ካልእ ግዜ ከርእየክን እየ ኣነ ግን ሕጂ ኣብዚ ሃይኪን ምምራፂ ዝኾነ ነገር እቲ ድሽ እየ ዘሎ ኣብቲ እዋን ወይ ከዓ ንሓደ ዓይነት ሰባት ሓደ ጉሩብ ዓይነት ሰባት ታርጌት ክገብር ስለዚ ዘለኹ እየ ብዛዕባ ሃይኪን ክሎዝ ኣብዚ ገይረ ዘለኹ ማለት እዩ ስለዚ ከመይ ጌርና ከምኡ ንረኽቦ ብዛዕባ እንታይ ንክንፅሕፍ ዘለና ገለ ዝብል ካል መዓልቲ ሆፉሉ ከርእየክን እየ ሕጂ እቲ ስቶር ፍሮንት ናተይ ግን እዚ ምስል ማለት እዩ ብዛዕባ እዚ እየ ዝዛረብ ዘለኹ ሕጂ ኣብዚ ከምኡ ክትገብር የፍቅደልካ እዩ መጀመርያ ክትኣቱ ከለካ ሄደር ባነር እቲ ፕሮዳክትስ ኣባውት ሰቲንግ ኤቨሪቲንግ ማለት በዚ ጎኒ ኣቲኻ ወይ ዳሕራይ ኣቲኻ እውን ምስ ሰራሕካዮ እቲ ፕሮዳክት ከድካ እውን ክትዕርዮ ትኽእል ኢኻ ክትገብሮ ትኽእል ኢኻ ጅን ሎማ ዓንቲ ግን እቲ ቪድዮ ከይነውሓና ማታን ከመይ ገይረች ፕሮዳክት ክሬዲት ከም ንገብሮ ከም ዝፈጥሮ ከርእየክን እየ ማለት እዩ ኣብዚኣ ክሬት ፕሮዳክት ትብል ዘላ ክሬት ፕሮዳክት ክብላ እየ ክሬት ፕሮዳክት ምስ በልኳ መዓት ምርጫ ሂባት ድሌትካ ክትገብር ትኽእል ፌስ ማስክ ንየለ ናይ እንስሳ ክዳውንቲ ክንገብር ንኽእል ኢና ኣብ ሆም ካታጎሪስ እውን እኒሀ ኣብዚ ፖስተር ዲዛይን ክንገብር ንኽእል ኢና ናይ መተርኣስ ካንቫስ ብዙሕ ነገር ኢና ክንገብር ዘለና ናይ ብላንኬት ክንገብር ንኽእል ኢና ታወል ክንገብር ኤቭሪቲንግ በቃ ደስ ዝበለና ካብዚ መሪፅና ናይ ቴሌፎን ካቨር ክንገብር ንኽእል ኢና ብዙሕ ንብረታት እዩ ደለዎም ብጣዕሚ ብዙሕ ንብረታት ደለዎም ስለዚ እቲ ናትና እቲ ናትና ምርጫስ ወሰን የብሉን ማለት እዩ ንሕጂ ግን ኣብ ማልያ ኣትየ ከርእየክን እየ ማለት እዩ ማልያ ሕጂ ኣነ ብዚኣ ዩኒሴክስ ክመርፅ እየ ዩኒሴክስ ማለት ንዋልድ ድኸውን ንወዳድ ድኸውን ማለት እዩ እዚኣ ስታርት ዊዝ ትብል ደላ እዚኣ ስታርት ዊዝ ክብል እየ ስታርት ዊዝ ምስ በልኩ ሽዑ ኣብዚ ምርጫ ይበኒ ኣሎ ማለት እዩ ኦል ኦቨር ፕሪንት ማለት ንኩሉ ማለት ትፅፎ ወይ ከዓ ዲዛይን ትገብሮ ኩሉ ፍትማልያ ክዝርጋሕ ከሎ ማለት እዩ ክላሲክ ቲ እዚ ኖርማል ቲ ማለት እዩ ክጅምር ከሎ እዚ እቲ ዓይነት ኳሊቲ ናይቲ ንብረት እውን ቁርተይ ሕስር ዝበለ እዩ ማለት እዩ ኮምፎርት ቲ ይብል ኣሎ ፕሪሚየም ቲ እዚ ከዓ እቲ ናቱ ኳሊቲ እቲ ናቱ ዓይነት ናይቲ ንብረት እንዳፀበቐ ይኸይድ ኣሎ ማለት እዩ ስለዚ ኣነ እዚኣ ኳሊቲ ፅቡቅ ክኸውን ስለ ዘድሊ እዚኣ መርፀ ኣለኹ ዋላ እዚ ኖርማል ክላሲክ ቲ እውን ክትመርፅ ትኽእል ኢኻ ማለት እዩ እዚኣ ፕሬኒየም እስኪ ንምረፃ ዓሰርተ ኣርባዕተ ቅርሺ ፕሮዳክት ኮስት ትብላ ኣሎ ስታርት ዲዛይንን ክብላ እዮም ኣብዚኣ ሰልክ ገብረ ማለት እዩ ሕጂ ኣብዚ ዝክሮ ትኾንኩም ኣብዚ ሕጂ ዝክሮ ትኾንኩም መጀመርያ ክኣቱ ከለኹ ካስተም ዲዛይን ኢልና ነርና ምሽ ዶ ክንገዝኦ ኮይና ግን ካስተም ክንገብሮ ንኽእልና ባዕልና ዲዛይን ክንገብር ንኽእልና እጂ ንኸምኡ ባይ ገይረ ናተይ ዲዛይን ግን ክገብሮ ይኽእል ማለት እዩ ኣብዚ ግን ክሸይጥ እየ ደልየ ዘለኹ ኣነ እዚኣ ሰል ክብል እየ ሰል ክብል እየ ሰል ምስ በልኩ ሕጂ እ፣ ጻዕዳ ማልያ ሂብኒ ኣሎ ኣብዚ ናተይ ዲዛይን ደስ ዝበለኒ ዓይነት ምርጫ እ፣ ገይረ እ፣ ዲዛይን ክገብሮ እየ ማለት እዩ ሕጂ ኣብዚ ኣብ ቴክስት ዝብል ኣሎ ኣብዚ ኣብ ቴክስት ኣትየ እ፣ ኣብ ናተይ ቴክስት ክገብር እኽእል እየ እቲ ዲዛይን ማለት እዩ ወይ ውን ናተይ ዲዛይን ኣፕሎድ ክገብር ይኽእል እየ ኣድ ኢሜጅ ዝብል ዘሎ ማለት እዩ ስለዚ እቲ ቤስት እቲ ፅቡቅ ኢለ ኣነ ዝሓስቦ ኣብዚ ኖርማል ሲምፕል ነገር እንድሕር ኮይኑ ሲምፕል ነገር እንተኮይኑ ፅሕፈት ጥራይ እንተኮይኑ ካብዚ ክንብሎ ንኣብነት እስኪ ንኩላትና ድውክለና ድሓን ኤርትራ ኢላ ትፅሕፍ እየ ኤርትራ ማለት እዩ እዚ ብትግርኛ ፅሕፎ ዘለኹ ናተይ ሶፍትዌር ኣብዚ ዳውንሎድ ገይረ ዝገበርኩ እየ ማለት እዩ እዚ እውን ክትፈልጦ እተደልዮ ኮመንት ፀሓፍ ኣለዩ ኩሉ ሻዕ ሓድሽ ነገር ክዛረብ ከለኹ ክትፈልጦ እተደልዮ ከመይ ገይረ ገይረዮ ቪድዮ ኩሉ ግዜ ክሰርሓልክ ስለ ዝኽእል ኣብኡ ብታሕቲ ኮመንት ከምዚኣ ከዓ ስርሕልና ትብላኒ እሞ እንድሕር ብዙሓት ሰብ ነቲ ሕቶ እሱ ወይ ከዓ ነቲ ዝበልኦ ደጊፍክኖ ላይክ ክትገብሮ ትኽእላ ኢኹን ወይ ከዓ ትሕቲኡ ኣቲኽ ናብቲ ኮመንት ወይ ስርሕና ክትብላን ትኽእላ ኢኹን ዘን ኣነ ከዓ ክሰርሓልክ ንኽእል እየ ማለት እዩ ስለዚ ኣብዚ መፅያትንላ እዛ ኤርትራ ክመርፃ እየ ማለት እዩ ኣብዚ ከለርስ ክንቅይረሉ ንኽእል ኢና ማለት እዩ ከለርስ ኣቲና ክንቅይር ንኽእል ኢና ብረቂቕ ክንጽሕፎ ንኽእል ኢና፣ ክነርጉዶ እውን ንኽእል ኢና ማለት እዩ። ኢታሊክ ክንገብሮ ንኽእል ኢና፣ ንቒና ክንጽሕፎ ንኽእል ኢና፣ ኣንደርላይን ክንገብረሉ ንኽእል ኢና፣ ብዙሕ ነገራት ኣብዚ ሂብና ኣሎ ማለት እዩ። ኣብዚ ከኣ ምርጫ ኣለና። እቲ ጽሕፈታት በብዓይነቱ ሕጂ እዚ እኳ መብዛሕትኡ ኣብ ትግርኛ ብዙሕ ኣይሰርሕን እዩ። ኣይመጽን እዩ ወይ ይረጉድ ወይ ከኣ ይቐጥን ናብ እዚ ኢታሊክ ዝበል ኮን ቅን ዝበለ ከኣ ናብኡ ይመጽእ ማለት እዩ። ንሕና ክንገብሮ ደልየ ዘለኹ ግን ናትና ኢሜጅ ኣድ ክንገብር ናትና ዲዛይን ፍልይ ዝበለ ዲዛይን ክንገብር ደልየ ስለ ዘለኹ ፅሕፈት ሲምፕል ተኾይኑ ከምዚ ንገብር ኣብዚ ጌርና ከነብሎ ንኽእል ኢና መብዛሕትኡ እውን ሲምፕል ነገር ብዙሕ እዩ ፅቡቅ እዩ ዝሽየጥ ማለት እዩ ናትና ዲዛይን ክንገብር እንድሕር ደሊና ግን ካንቫ ዝብል ሶፍትዌር ኣሎ ካንቫ ኢለ ሰርች ክገብረ እዚ ፍሪ ሶፍትዌር እዩ ማለት እዩ ብነፃ እዩ ብነፃ ክንጥቀመሉ ንኽእል ዝለዓለ ዲዛይናት ተደሊና ከዓ ከፊልና ከዓ ኣይ ቲንክ ትሽዓተ ቅርሺ ድዩ ገለ እዩ ወርሒ ንዑ ከፊልና ከዓ ክንጥቀም ንኽእል ማለት እዩ ስለዚ ግን መብዛሕትኡ ግዜ በቲ ነፃ ዝኾነ ዓይነት በቲ ነፃ ዝኾነ ኣክሰስ ሂቦሞ ዘሎ ብኡ ደስ ዝበለና ከነዳሉ ንኽእል ኢና ማለት እዩ ብጣዕሚ እኹል ዝኾነ ነገራት እዩ ዘለዎ ሕጂ ኣብዚ ካንቫ ዝብል ሶፍትዌር ምስ ኣትኹ ከምዚ ዝብል ፔጅ ሂብኒ ኣሎ እንድሕር ዘይብልና ናትና ጂሜል ጌርና ኢና ሳይን ኣብ ንገብር ማለት እዩ ኣነ ኦረዲ ስለዚ ካንቫ ደለኒ ኖርማሊ ኢቲሚ ዘሎ እምበር ናትና ጂሜይል ሳይን ኣፕ ንገብር ማለት እዩ ብነፃ እዩ ወላ ሓንቲ ኣይንከፍለሉና ናብቲ ዝለዓለ ነገር ተደልና ከም ዝበልኩኽን ንኸፍለሉ እምበር ብነፃ እዩ እዘን ኣብዚ ኣትየ ኦል ዲዛይንስ ክብላ እየ ወይ እውን ኣብዚ ሰርች ክገብር ይኽእል እየ ኣብነት ቲሸርት ቲሸርት ኢና ክንገብር ደልና ንብላ ቲሸርት ክብላ እየ ቲሸርት ምስ በልኩ ኣብዚ ኣምፅኣትለይ ኣላ እቲ ናቱ ሳይዝ እውን ሂባትኒ ኣላ ማለት ኣብዚ ናቱ ሳይዝ ካልእ ግዜ ክነግርክን እየ እንታይ ዓይነት ሳይዝ ክንምርፅ ኣለና ማለት እዩ ምክንያቱ ከም ዝበልኩ እዚ ፕሪንት ኦን ዲማንድ ወይ ከዓ እዚ ናይ ማዳድ እዩ ካልእ ፕሪንት ንገብረሉ ብጀካ እዚ ስፕሪንግ ዘርእየክን ዘለኹ ካልእ ኣሎ ሬድባብል ዝበሃል ኣሎ ኣማዞን መርች ዝበሃል ኣሎ ካልኦት እውን ኣለዉ ግን እዚኦም እቶም ብጣዕሚ ፅቡቅ ክስታይ ዘለዎም ፅቡቅ ዝሸጡ ማለት እዩ ወይ ከዓ ብዙሕ ካስተመር ዘለዎም ስፔሻሊ ኣማዞን ኣፕላይ ክገብር ኣለካ ክቕበሉካ እምበር ብጣዕሚ ልዕሊ ቢልዮናት ዝኾን ካስተመር ዘለዎም ስለዚ ናይ ምሻጥ ዕድልካ ብጣዕሚ ዓብዪ እዩ ማለት እዩ እቶም ካልኦት ዝህቦ ጠላባት ብዙሕ የለን ኣማዞን ግን ሳይዝ ኣፕሎድ ክትገብሮ ከለካ ወይ ከዓ ክትህቦም ከለካ ዝመርፅዎ ዓይነት ሳይዝ ኣለዎም ስለዚ ንሱ ሒዘልክን ክመፅእ ይኽእል እንታይ ዓይነት ሳይዝ ተመራፂ ይኸውን ስለዚ እቲ ናይ ኣማዞን እቲ ሳይዝ ኣብ ኩሉ ክንገብሮ ክንጥቀመሉ ንኽእል ኢና ማለት እዩ እዚ ፅቡቕ ነገሩ ከዓ ንኣብነት ኣብ ሓንቲ ዌብሳይት ሓንቲ ዲዛይንካ ኣፕሎድ ጌርካያ ማለት ኣብቲ ሓደ ኣይትግበራ ድብል የለን ማለት እዩ ሕጂ ንኣብነት ኣብ ኣማዞን ሓንቲ ማልያ ሸጥ ኣለኹ ሴም ቲስፕሪንግ ክሸጣ ይኽእል እየ፣ ኣብ ሬድባብል ክሸጣ ይኽእል እየ፣ ኣብ ካልእ ማለት እዩ። ስለዚ ቀዲሕካ ገሊሎም ካንሰል ክገብሮ ወይ ከዓ ደይ ምቕባል የለን ማለት እዩ። ስለዚ እዚ ከዓ ፅቡቕ ነገር ኣሎ። ሓንሳብ ዲዛይን ምስ ገበርካዮ ኣብ ድሌትካ ቦታታት ክትዝርግሑ ጥራይ ንሶም ምስ ተቐበሉኻ ማለት እዩ። ኣብ ሬድባብል ኤንድ ቲስፕሪንግ እኳ ምቕባል ኣየድልዮን እዩ። ኣብ ኣማዞን ግን ክቕበሉካ ኣለዎም ማለት እዩ። ስለዚ ካብዚ ደስ ዝበለኒ ዓይነት ዲዛይን ክመርፅ እኽእል እየ። እዚ ኦረዲ ሳምፕል ሂብና ኣሎ ማለት እዩ እዚ ብዚ ዘሎ ፍሪ እዩ ኣብ ካንቫ ዘሎ ማለት እዩ ክንጥቀመሉ እዚ ተጠቂምናሉ ሕጂ ንኣብነት ክንፈልጦ ዘለና ካብ ኢንተርነት ኣምፃ ኢልና ስእሊ እንድሕር ኮፍ ኣቢልና ኦዘርኪሕናዮ ናይ ሓደ ሰብ ክኸውን ይኽእል ክኸሰና ይኽእል እዩ ነቲ ናትና ኣካውንት እውን ሻት ክኸውን ይኽእል ማለት እዩ እዞም ኣብዚ ተዘርጊሖም ዘለዉ ግን ብምሉኦም ነፃ እዩ ብነፃ ክንጥቀመሉ ተዋሂብና ኣሎ ግን ሴም ነገር ሓደ ዓይነት ዲዛይን እንድሕር ኣፕሎድ ጌርና ካል ሰብ ከዓ ከምኡ ኣፕሎድ እንድሕር ጌር ዘሰም ዲዛይን እቲ ናትና ኮምፒቲሽን ወይ ከዓ እቲ ውድድር ይዓቢ ኣሎ ማለት ስለዚ ናትና ቁሩ ነገር ክንቀያይሮ ኣለና ማለት እዩ ኣብ ቴክስት ድዩ ኣብ ከለር ድዩ ዝኾነ ናትና ክሬቲቪቲ ኣብዚ ክንሕውስ ኣለና ማለት እዩ ካብዚ ስእልታት ክንመርፅ ንኽእል ኢና ደስ ዝበለና ስእሊ ክንገብር ንኽእል ኢና ማለት እዩ ኣብዚ ንኣብነት እስኪ ኤርትራ ክብላ እያ እዚ ምልክት እዚ ሂብና ዘሎ ወርሓዊ ክፍሊት ደይንኸፍል ኮይና ክንጥቀመሉ ንኽእል ኢና ሰብ ማለት እዩ ስለዚ ኣብ ብሬክ ክንገብረልና ነዚ ክንጥቀም ትኮይና ማለት እዩ ናይ ሰላሳ መዓልቲ ናይ ገለ ፍሪ ብፍሪ ክትፍትኖ ግን ትኽእል ኢኻ ብከምኡ ጌርኩም ክትፍትንዎ ትኽእሉ እዮም ኦኬ ስእሊ ጌርናላ ኣለና ኣብዚ ኣብዚ ኣለና ምርጫ ኩሉ ቴክስት ከዓ ክንገብረላ ኢና ፅሕፈት ማለት እዩ ዝተፈላለየ ዓይነት ዲዛይንስ ኣለና እዚ ማለት እዩ ካብዚ ክንመርፅ ንኽእል ኢና ኣብዚ ምፅና ኣብኡ ኣለና ክንእቱ ንኽእል ኢና ወይ ከዓ ናትና ክሬት ክንገብር ተደሊና ከዓ ኣብዚ ኣድ ሄዲንግ ኢና ሳብ ሄዲንግ ዝብል ዘሎ ካብዚ ንመርፅ ማለት እዩ ራይ እምበኣር ከምዚ ጌርና ዲዛይን ክንገብሮ ንኽእል ኢና ማለት እዩ እዚኣ ክንወስድ ኢና ነዚኣ ናትና ክንቅይራ ኢና ማለት እዩ ደስ ዝበለና ማለት እዩ ስለዚ ናብዚኣ ቀይረ ኣለኹ ኣነ ማለት እዩ ናብዚኣ ቀይረ ኣለኹ ኣነ ማለት እዩ ኣብ ከምዚ ዝፀሐፍ ዝለት ለስሊፍት ኣብ እጭ ኣዘር ገለገለ ዝብ ዘሎ ብና ቴክስታይ ገይረ ኣለኹ ወይ ሜከር ሚራክል ወርከር ፕሮሚስ ኪፐር ላይት ኢን ዘ ዳርክነስ ማይ ጋድ ትብልቕበ ሕጂ እዛ ናይ ኤርትራ ዳውንሎድ ክንገብራ ንኽእል ኢና ወይ ከዓ ክንከፍለላ ክንክእል ኣለና ኣብዚ ዳውንሎድ ምስ ከድና ማለት እዩ ከርእየኩም ኢለ እምበር እዚ ዳውንሎድ ኣብዚ ምስ ከድና ዳውንሎድ ምስ በልናያ ክልተ ፔጅስ ኣለኒ ዶንት ፔጅ ኤምኤስ ነዚኣ ክንደይ ክኸፍለላ ኣለኒ ቅርሽን ሰላሳን ትሽዓተን ካናዳ ክከፍለላ ኣለኒ ኣነ እዚኣ ናይ ገብራኒ ከርእየኩም ኢለ ከመይ ጌርካ ዲዛይን ከም ትገብር ማለት እዩ ኣነ ግን እዛ ናይ ነፃ ክገብራ እየ ማለት ሕጂ እዚኣ ዳውንሎድ ክብል እየ ነዚኣ ዳውንሎድ ክገብራ እየ ከመይ ጌራ ስናተይ እዚ እንድሕር ከፊልናሉ እዚ ትራንስፓረንት ባክግራውንድ ድብል ዘሎ እዚ ባክግራውንድ ክወፀና እንተዘይደሊና ንዓችዝ ክንገብራ ንኽእል ኢና ማለት እዩ ስለዚ ኣነ ግን ሕጂ እዚኣ ዳውንሎድ ገብራ እየ ብመልኣ ማለት እዩ እዚ ኣድ ኢሜጅ ትብለላ ኣብዚኣ ኣድ ኢሜጅ ክጥወቀ ማለት እዩ ኣድ ኢሜጅ ምስ ጠወቅኩ እዚኣ ዳውንሎድ ኣብ ዳውንሎድ ስያ ዘላ ናተይ ትደልዐ እዚኣ ተስእለይ ኦፖን ክብላ እየ ማለት እዩ ኣውቶማቲካሊ ናብታ ስእሊ ናዋያ ትመፅእ ማለት እዩ ኣብዚ ክነዕብዮ ተደሊና ክነዕብዮ ንኽእል ኢና ክነንእሶ ተደሊና ከዓ ክነንእሶ ንኽእል ኢና ማለት እዩ እቲ ናትና ኳሊቲ ከመይ ከም ዝወፅ ኣብዚ የርእየና ኣሎ ጉድ ኳሊቲ ብለን ኣሎ ግሬት ብለን ፅቡቅ ነይራ ኣብዚኣ ፊት ንገብራ ማለት እዩ ክሳብ ኣብዚኣ መስመር ሂባትና ዘላ ክሳብ ኣብኣ ክንከይድ ንኽእል ኢና። ካብኡ እንድሕር ከይድና ግን ክቑረጸና ይኽእል እዩ። እቲ ናትና ጽሕፈት ድዩ እቲ ናትና ዲዛይን ድዩ? ስለዚ በዚ እናገበርና ከነመዓራርዮ ንኽእል ኢና። እዘን ካብዚ ሕብሪ ክንመርጽ ንኽእል ኢና፣ ደስ ዝበለና ሕብሪ ማለት እዩ። ናይ ትማሊ ሕብሪ ኣብዚ ኣቲና ኣድ ድብል ደሎ ኣብዚ ክመርጸሉ ክእል እየ። እዚኣ ብሉ ሕብሪ ተገይረ ምስ ኣይትመጽእን እያ። ጸላም ክመርጽ እየ ጸላም ክመርጽ እየ ሰብ ደስ ዝበሎ ክገብር ይኽእል እዩ ማለት እዩ ዋጋ ፕራይስ ኣብዚ ክነማዕራሩ ንኽእል ኢና ማለት እዩ ኣብዚ ናትና ፕሮፊት ናትና መክሰብ ክንደይ ምዃኑ የርእየና ኣሎ ማለት እዩ እንተደልየ ኣብዚ ክቀያየሩ ይኽእል እየ ንኣብነት እዚኣ ዓሰርተ ሓሙሽተ እንድሕር ሸይጠያ ቅርሽን ቅርሽን ሓምሳን ኦልሞስት መክሰብ ኣለኒ ማለት እዩ እዚ በዓልና ክንቀያየሮ ንኽእል ኢና ማለት እዩ ከም ደስ ዝበለና እቲ ናትና ፕራይስ በዓልና ኢና ንውስኖ ጥራይ እቲ ናቶም ናይ መጓዓዝያ ናይ ገለ ወሲዶም እቲ ናትካ መክሰብ ክንምታይ ከም ዘለካ የርእዩካ ማለት ማለት እዚ በዓልና ኢና ንውስኖ ሕብርናተይ መሪፀ ኣለኹ ዋጋታተይ እውን ገይረሉ ኣለኹ ዘን ኮንቲኑ ክብል እየ ምስ ቀፀልኩ ኣብ ካልእ ዲዛይን ከ ይደልይ ድየ ኣብዚ ክመርፅ ሂብኒ ዶ ማለት እዩ ኣብ ኩሉ ክንገብሮ ንኽእል ኢና ግን ኣብ ገዲኡ ኣብቲ ደይ ክኸውን ኢልና ንሓስቦ ግን ባዕልና ንገድፎ ማለት እዩ ስለዚ ኣብዚ ካልሲ ሕጂ ፅቡቅ ኮይኑ ይተረኣየልና ኣነ እዚኣ ኣይመርፃን እየ ሲምፕል በቃ ከነብዝሖ የብልና ሓንቲ ጎልፎ ክገብር እየ ሰሌክት ስታይልስ ክብላ እየ ሓንቲ ካብዘን ስታይልስ ሓንቲ ክመርፅ እየ ኤዲት ክብላ እየ ኤዲት ምስ በልኳ ነዚኣ ከምቲ ናይ ክስታይ ከምታ ናይቲ ዝሓለፈ ዝገበርክዋ ሳይዝ ከመዓራርዮ ይኽእል እየ ተወሳኺ እውን ሕብርታት ክቀያየረሉ ይኽእል እየ ማለት እዩ እቲ ንዓይ ዝጣዕመኒ ኢለ ዝሓሰብኮ ይገብሮ ማለት እዩ ካልእ ኣብቲ መጀመርያ እቲ ሰብ ምስ ከፈቶ ኣይናይ ክረኣየለይ ደለ ኣይናይ ሕብሪ ኣብዚ ኣትየ ክመርፅ ይኽእል እየ ሰሌክት ፈርስት ኢሜጅ ባየርሲ ኣይናይና ቀይሕ ድዩ ክርኢ ድደሊ መጀመርያ ርእም ሰበሎ እዚ ድዩ ክርኢ ድደሊ ኣነ እዚኣ መሪፅ ኣለኹ እዛ ጉርጆ ሕብሪ ዘንዳ ንብላ ማለት እዩ ሰይፍ ክንብሎ ኢና ዳን ክንብሎ ኢና ማለት እዩ ከምኡ ጌርና ደስ ዝበለና ዓይነት ክዳውንቲ ክንውስኽ ንኽእል ኢና ሕጂ ኣነ እዚአን ክልቲኤን መሪፅኤን ኣለኹ ብራቴለ ክንገብር ንኽእል ናይ ቆልዑ ክንገብር ንኽእል ኩሉ ደስ ዝበለና ኣብ ቦርሳ ኣብዚ ምርጫታት ሂብና ኣሎ ኣብ ክንመርፆ ንኽእል ናይ ኣክሰሶርስ ተደልና ሆም ተደልና ከዓ ኣድ እንዳበልና ንኸይድ ማለት ስለዚ እዚ ኤግዛምፕል ስለ ዝኾነ እዚኣ ክሓልፋ እዩ ማለት እዩ ኮንቲኒ ክብላ እየ ኮንቲኒ ምስ በልኳ ሽዑ ኣብዚ ናይታ ማልያኻ ድያ ናይታ ዝገበርካዮ ዲዛይን ኣብዚ ፅሕፋ ማለት እዩ ማይ ጎድ ክብላ እየ ድሓን ኣነ እዚኣ ሕጂ ዲስክሪፕሽን ከዓ መግለፂ ትህብ ማለት እዩ ንእሽተይ መግለፂ ኣብዚ ከዓ ትፅሕፍ ማለት እዩ ኣነ ኣድ ሳም ኢንስፓሬሽን ክሎዘት ወርድሮብ ዊዝ ዚስ ቢዩቲፉል ዲዛይን ማይ ጋድ ዊች ኢዝ ኦልሶ ፐርፌክት ጊፍት ፎር ላቭድ ዋንስ ቹዝ ዮር ሳይዝ ኤንድ ከለር ቢሎ ኤንድ ባይ ኢት ናው ቱ ፕሌስ ዮር ኦርደር ትብል ኣብ ናተይ ዲስክሪፕሽን ፅሒፍ ኣለኹ ማለት እዩ እቲ ናትካ ዩርኤል ባዕሉ ሂወና ኣሎ ካብኡ ፓብሊሽ ሊስት ይብላ ማለት እዩ ካብዚ እቲ ሊስቲን ናተይ ማለት እዩ ኣብዚ ፓብሊሽ ኮይኑ ኣሎ ማለት እዩ የርእየና ኣሎ እንታይ እንታይ ከም ዘለኒ ጎልፎን ማልያን ከም ዝገበርኩ ብዛእት እየ መርፅ ክእል እየ ማልያ ከዓ ሕብርታት ኣብዚ እንዳቀያየርኩ መርፅ ክእል እየ ትገዛኢ ማለት እዩ ካብዚ ሰብ ሽዕኡ ምግዛእ ጥራይ ማለት እዩ ምስ ገዘአ እቲ ናትካ መክሰብ ከዓ ንዓካ ይሰዱልካ ማለት እዩ ስለዚ ብጣዕሚ ቀሊል ዝኾነ ስራሕ እዩ ወላ ሓንቲ ንስኻ ዲዛይን ምግባር ጥራይ ዋላ ብዙሕ ክስታይ ከም ዝበልኩኹም ብዙሕ ትምህርቲ ደድልዮ ኣይኮነን ብትግርኛ ፅሒፍክን ኣብዚ ደስ ዝበለክን ፅሕፈት ወይ ከዓ ስእሊ ፖስት ክገብራ ትኽእላ ኢኽን ከምዚ ጌርክን ከዓ ገንዘብ ክትገብራ ወይ ከኣ ክትሸጣ ትኽእላ። እዚ ቢዝነስ ትፈልጥዎ ተነርኩም ኣብ ታሕቲ ኮመንት ጸሓፉለይ ከመይ ከይድልኩም ከኣ ንገሩኒ ኢኹም እቶም ዘይትፈልጥዎ ዝነበርኩም ከኣ ብሓንሳብ ኮይና እንዳ ተማሃርና ከመይ ከም ዝኸውን ክንርእዮ ኢና ማለት እዩ ቴንኪው የቐንየለይ እንዳ መስገንኩ እየ ኣብ ዝመጽእ ረኽበና ባይ ባይ Cheers. Bye bye.